እቶም ቀዳማይ ሚኒስትር ኣብ ዝገበርዎ መደረ ጉዳይ ኣፍሪካውያን ብኣፍሪካውያን ክፍትሑ ከም ዝግባእ ዝገለፁ እንትኾን ኢትዮጵያ ፀገማት ብፅላል ሕብረት ኣፍሪካ ብምፍታሕ ኣብነት ምዃና ተዛሪቦም እዮም። When I stood before you last year on this same occasion, ኣብ ዝሓለፈ ዓመት ኣብዚ መድረኽ እዚ ኢትዮጵያ ካብ ኣፀጋሚ ጎንፂ ትወፅእ ኣላ ኢለኩም ነይረ። ሎሚ ኣብዚ ዝተረኸብኩ ኣብ ሞንጎ መንግስትን ህወሓትን ዝነበረ ፀገም ብሰላማዊ ዘተ ኣብ ዝሓለፈ ወርሒ ሕዳር ፈቲሕናዮ ኢና። ስምምዕነት ፕሪቶርያ ድምፂ ጥይት ከይስማዕ መሰረት ኣንቢሩ እዩ። ብፃዕሪ ሕብረት ኣፍሪካን ፀገማት ኣፍሪካ ብኣፍሪካውያን ዝብል መርሆ ኣብ ኢትዮጵያ ዝሐሸ ነገር ንኽፍጠር ኣኽኢሉ እዩ። ጸገም ብዓርስኻ ምፍታሕ ዝብል ብንጉስ ሃጸይ ሃይለስላሰ ኣብ ፈላማይ ኣኼባ ሕብረት ኣፍሪካ ዝተረኸበ እዩ። ሎሚ ኢትዮጵያ ጸገማት ኣፍሪካውያን ብኣፍሪካውያን ዝብል ሓሳብ እናተግበረት እያ። ኢትዮጵያ ንሰላም ኣፍሪካ ኩሉ ግዜ ከምትሰርሕ ዝገለፁ እቶም ቀዳማይ ሚኒስትር፣ ኣብ ጎረባብቲ ሃገራት ሰላም ንክዓስል ዝገበረቶ ፃዕሪ ከም ኣብነት ብምልዓል ኣፍሪካ ፀገማታ ብባዕላ ንክትፈትሕ ዝተቐመጠ መርሆ ኣብ ምርግጋፅ ውሳነ ምግቢ እታ ኣህጉር ክስራሕ ከምዝግባእ እውን እቶም ቀዳማይ ሚኒስትር ገሊፆም እዮም። leading role in peacekeeping mission። ኢትዮጵያ ኣብ ሱዳን፣ ሶማሊያ፣ ደቡብ ሱዳን ሰላም ብምዕሳል ግደ መሪሕነት ተፃዊታ እያ። ኲናትን ሰላምን ከይሃለወ ኣብ መንጎ ኢትዮጵያን ኤርትራን ዝነበረ ፀገም ዝተፈትሐሉ መንገዲ ንፀገማት ኣፍሪካውያን ኣፍሪካዊ መፍትሒ ንዝብል ኣብነት እዩ።

ውፅኢታዊ ስራሕቲ ትሰርሕ ምህላዋ ፀሪሖም እዮም። We have been working diligently to enhance agricultural productivity. ኣብ ዝሓለፉ ኣርባዕተ ዓመታት ኢትዮጵያ ኣብ ዓውዲ ሕርሻ ውፅኢታዊ ስራሕ ሰሪሓ እያ። ኣብ ንእሽተይ ሕርሻ ዝተዋፈሩ ብክላስተር ንከፍርዩ፣ መስኖን ሕርሻ መካናይዝድን ተረባሓቲ ክኾኑ ተሰሪሑ እዩ። እዚ ጅማሮ ኣብ ምህርቲ ስርናይ ውፅኢት ኣምፂኡ እዩ። ኣብዚ ዓመት ንዕዳጋ ደገ ንምቕራብ ተዳሊና ኣለና። እዚ ዓወት ኢትዮጵያ እዩ፣ ዓወት ኣፍሪካ እውን እዩ። ብምርባሕ እንስሳ ከተማ ሕርሻ ውፅኢት ንክመፅእ ሽሻይ ሌማት ኢልና ስራሕቲ ጀሚርና ኣለና። እዚ ካብ ምገባ ኢትዮጵያ ሓሊፉ ንደገ እውን ንምስዳድ እዩ።
ለውጢ ንብረት ኣየር ንኣፍሪካ ዋጋ የኽፍላ ምህላዉ ዝሓበሩ እቶም ቀዳማይ ሚኒስትር፣ ነቲ መፍትሒ እውን ኢትዮጵያ ትፅቦዮ ኣካል ከም ዘየብላ ኣፍሪካውያን እውን ኣሰራ ንክኽተሉ ከም ዝግባእ ኣፍሊጦም እዮም። Sadly, the principle of African solution to African problems. ብዘይምዕዳል ኮይኑ ኣፍሪካዊ ፀገማት ብመርሆ ኣፍሪካ ንምፍታሕ ዘጋጥሙ ፀገማት ኣለው ምኽንያቱ ድማ መንቀሊ እቲ ፀገም ኣፍሪካውያን ንፈጥሮም ኣይኮኑን ንኣብነት ለውጢ ኣየር ክነልዕል ንኽእል። ንወሰኽ ዋዒ ዓለም ዝተሓተ እጃም ኣለዎ፣ እቲ መጉዳእቲ ግና ዝለዓለ እዩ። ነዚ ጸገም ንምፍታሕ ኣፍሪካ ክትጽበ የብላን። ኢትዮጵያ እውን ኣብ ዝሓለፉ ኣርባዕተ ዓመታት ብሓምለዋይ ኣሰር ዕስራን ሓሙሽተን ሚሊየን ዜጋታት ኣሳቲፋ ዕስራን ሓሙሽተን ቢሊየን ፈልስታት ተኺላ እያ። ስሳን ኣርባዕተን ሚሊየን ብጋዝ ዝሰርሓ ተሽከርከርቲ ካብ መንገዲ ከም ምእላይ ይቑጸር። እዚ ብድልየት ዝውገን እዩ። ሓለዋ ከባቢ ዓርስኻ ንምምጋብ ንሉኣላውነት ሃገር መሐለዊ መንገዲ እውን እዩ።
ኣፍሪካ ኣብ ዝጠቕሙ ዓበይቲ ትካላት ዓለምና ብዛዕባ ዝህልዋ ውክልና እቶም ቐዳማይ ሚኒስትር እንተዝኸውን ዝበልዎ መፍትሒ ኣቕሚጦም እዮም። Africa Today is leading voice for better world። ኣፍሪካውያን ብኹሉ መንገዲ ንዝሐሸት ዓለም ድምፆም ከስምዑ ይግባእ፣ ኣፈላላያት ብሰላማዊ መንገዲ ክፍትሑ ይግባእ፣ ነፃ ዞባ ንግዲ ኣፍሪካ ኣብ ዓለም እቲ ዝዓበየ ክኸውን ትፅቢት ይግበር፣ እዚ ክትግበር ይግባእ፣ ኣብ ሓለዋ ከባቢና ተሓደስቲ ሓይሊ ተሳትፎ ኣፍሪካ ክልዕል ይግባእ፣ ኣፍሪካ ኣብ ጉዳይ ኩሉ ዜጋ መራሒት ክትከውን ይግባእ።

ኣገንዚቦም። ብተዛማዲ እውን ኣብ መበል ሰላሳ ሽዱሽተ ጉባኤ መራሕቲ ሕብረት ኣፍሪካ ተረኺቦም መደረ ዘስምዑ ሊቀ መንበር እቲ ሕብረት ሙሳ ፋቂ ማሃማት ከምዝበልዎ ሕብረት ኣፍሪካ ፀገም ኣፍሪካ ንምፍታሕ እናሰርሐ ምዃኑ ገሊፆም። ኣብ መንጎ መንግስቲ ፌድራልን ህወሓትን ኣብ ደቡብ ኣፍሪካ ፕሪቶርያ ዝተበፅሐ ስምምዕነት ሓደ ናይዚ መርኣያ ከምዝኾነ እቶም ሊቀመንበር ኣረዲኦም።
ድምጺ ዓረር ዘይስመዐላ ኣፍሪካ ንምርኣይ ዝፍፀም ዘሎ ፕሮጀክት ዝተቐመጠሉ ኣንፈት እናተተግበረ እዩ። ሕብረት ኣፍሪካ ኣብ ኣፍሪካ ዝረኣዩ ቅልውላዋትን ዘይምርግጋኣትን ንምፍታሕ እናሰርሐ እዩ። ኣብ መንጎ ኣሕዋት ኢትዮጵያውያን ዝተበጽሐ ስምምዕ ሰላም ምግላጽ ይከኣል እዩ። ንቀዳማይ ሚኒስተር ዶክተር ኣብይ ኣሕመድ ዘለኒ ናእዳ ክገልጽ ይፈቱ። ንነበር መራሒ ናይጀርያ ኦሊሶንጎ ኦባሳንጆ ሓዊሱ ካልኦት ኣካል እቲ ስምምዕ ዝነበሩ ኣካላት ከምስግን ይደሊ። ደቡብ ኣፍሪቃ ንዝፈጸመቶ ግደ እውን ከምስግን ይደሊ። እቲ ፖለቲካዊ ቀውስን ዘይምርግጋዕን፣ ኣፍሪካ ክሳብ ሕዚ ዘይሰገረቶ ዕንቅፋትን ማሕለኻን ምዃኑ ዝሓበሩ እቶም ሊቀመንበር፣ ሕብረት ኣፍሪካ ዕልዋ መንግስቲ ስዒቡ እውን፣ እቲ ሕብረ ዝወስዶ ዘሎ ክልከላታት ክንድቲ ዝድለ ውጽኢት ከምዘየምጸኣ ጸሪሖም እዮም።
ካብ ቀንዲ ማሕለኻታት ኣፍሪቃ ፖለቲካውን ጸጽታን ዘይምርግጋእ እቲ ዝዓበየ እዩ። እዚ ድማ ኣብ ብዙሓት ሃገራት ጽዕንቶ እናፈጠረ እይ። ሕገ መንግስታዊ ማእኸል ገይሩ መንግስቲ ንከይልወጥ'ውን ጸገም ናፈጠረ እይ። ተግባር ራዕድን ጎንጽን ከይዲ መረጻ ንዓንቀፈ እዩ። ኢ-ሕገመንግስታዊ ብዝኾነ ዝፍፀሙ ዕልዋ መንግስታት ተኸቲሉ እንፍፅሞ ክልከላ እውን ክንዲ ዝድለ ለውጢ ዘምፀኣ ኣይኮናን። ኣፍሪካ ብብርኪ ዓለም ክትረኽቦ ዝግበኣ ውክልና እናረኸበት ከምዘይኮነት ዝሓበሩ ሊቀ መንበር ኮሚሽን ሕብረት ኣፍሪካ ዝኾኑ ሙሳ ፋቂ ማሃማት፣ ሕቡራት መንግስታት ለውጢ ብምግባር ኣፍሪካ ኣብ ቤት ምኽሪ ፀፅታ ስሩዕ ወንበር ንክትረክብ ክገብር ከም ዝግብኦ ደማ ሓቲቶም እዮም።
ብብርኪ ዓለም ዘለና ቦታ ክጠናኸር ይግባእ፣ ጉጅለ ሃገራት ዕስራ ካብ ኣፍሪካ ክቕበል እዩ ዝብል ተስፋ ኣለና። እዚ ኣፍሪካዊ ትካልና ኣብ ዓለም ንዝፍጠሩ ፀገማት ድምፂ ንክንከውን የኽእለና እዪ። ቤት ምኽሪ ፀፅታ ሕቡራት መንግስታት ለውጢ ብምግባር ኣፍሪካ ናይቲ ቤት ምኽሪ ቀዋሚት ኣባል ንክትከውን ክገብር ኣለዎ። ናጻ ዕዳጋ ምትግባር ብዝብል መሪሕ ሓሳብ ዝተኻየደ መበል ሳላሳ ሽዱሽይ ዋዕላ መራሕቲ ሕብረት ኣፍሪካ እዙይ ንምቅልጣፍ መሰረ ልምዓትን ቀረብ ሓይሊን ምምላእ ወሳኒ ምዃኑ ዝገለፁ ሊቀመንበር እቲ ሕብረት ቁጠባ ኣፍሪካ ንምትእሳር ደማ ኩለን ሃገራት ክሰርሓ ከምዘለወን ሙሳ ፋቂ ማሃማት ኣገንዚቦም እዮም። ብዝተተሓዘ እውን ኣብቲ ዝተሳለጠ ጉባኤ መራሕቲ ኣፍሪካ ተረኺቦም መደረ ዝገበሩ ዋና ፀሓፊ ውድብ ሕራት መንግስታት ኣንቶንዮ ጉተረዝ ከምዝበልዎ ንዕውትነት ዞባዊ ንግዲ ኣፍሪካ ሓቢረ ንምስራሕን ደገፍ ንምግባርን ድልው እዩ ኢሎም እዮም። ዋና ፀሓፊ ውድብ ሕራት መንግስታት ኣንቶንዮ ጉተረዝ ከምዝሓበርዎ ኣፍሪካ ወናኒት ሃፍቲ ተፈጥሮ እንተኾነት እውን ክሳብ ሕዚ ግና ብኣግባቡ ኣይተጠቐመትሉን ኢሎም እዮም። እቶም ዋና ጸሓፊ ከም ዝገለጽዎ፣ እታ ኣህጉር ብዝተፈላለዩ ሰብ ሰራሕን ተፈጥራዊን ጸገማት ትፍተን ከም ዘላን፣ ንዘላቒ ሰላም፣ ልምዓትን ሓበራዊ ተረባሕነትን ብሓባር ምስራሕ ይግባእ ክብሉ እውን ጸሪሖም እዮም። ኣፍሪካ ካብ ተረዳእነትን ተጸባይነትን ንምንጋፍን ንምውጻእን እንተደልያ፣ ብርክት ዝበሉ ተፈጥራኣውን ሰብ ሰራሕ መስሕብ ዘለዋ ኣህጉር እያ። ነዚ ሎሚ ዘበን ዝተኻየደ መበል ሰላሳ ሽዱሽተ ዋዕላ መራሕቲ ኣፍሪካ፣ ኣፍሪካ ብኢኮኖዊ ብባዕላ ንምኽኣል እንታይ ክትሰርሕን ክትገብርን ኣለዋ ንዝብል ዝምልስ ደማ እቲ ሓደ ዝተዓደላ ሃፍትታት ተፈጥሮ ብግቡእ ክትጥቀመሉ ኣለዋ። ንኣብነት ቀይሕ ቃላይ ኣሎ እንተዝበሃል ኣብዚ ኣብ ኣህጉር ኣፍሪካ ዝርከብ ኣስፊሖም እንተዘሪእዎሲ እንታይ ኮን ይስምዖም እዩ ዘብል። ኔትሮን ዝተብሃለ ቀይሕ ቃላይ፣ ጎቦ ኪለማንጃሮን ካልኦት ተፈጥራዊ ጸጋታት ሓቚፋ ኣብ ዝሓዘት ኣብ ታንዛንያ እዩ ዝርከብ። ሽም ኣፍሪካ ካብ ጎንጽን ኩናትን ድርቅን ጥሜትን ፈልዮም ንምልዓል ንዝኸበዶም ብዙሓት እዛ ኣህጉር ዘለዋ ጸጋታት ተፈጥሮ ነዚ ኩሉ ዘርስዕ እዩ። ካብታ ጥበብ ሰኣላይ ዝዓረፎም ደኣ እምበር ብኣካል ዝረኣዩን ዝድህሰሱን ዘይመስሉ ምድረበዳታት ኣፍሪካ ብዘድንቕ ተፈጥሮ ዝተኸበበ ብማይ ዝተሓጸረ ሓጋፍ ሽንጥሮ መሬት፣ ዘይውዳእ ሃፍቲ ማይን ንዓይኒ ሰሓባይ ተፈጥሮኣዊ ቅርጽን ዝሓዘት ናምብያ፣ ክሳብ እታ ኣብ ኣህጉር ኣፍሪካ ጽሩይ ማይ ቃላይ ዘለዋን ልዕሊ ሓሙሽተ ሚእቲ ዓሌታት ዓሳን ዝሓዘት ማላዊ ውላድ ኣፍሪካ እየን። ካብቶም ዝለዓሉ ምህርቲ ወይኒ ዝሕፈሰሎም፣ ፍሉይ ጥበብ ዝዓርፈሎም፣ ህንጻታት ዝረኣየሎም፣ ገጠራት ደቡብ ኣፍሪካ ጀሚሩ ክሳብ እታ ምስ ኣባጋውየን ካልኦት ሞያዊ እንሰሳትን ኣብ ባሕሪ ዝሕመሰሉን ልቢ ዝገዝኡ መባጽሕ ቱሪዝም ዝሓዘት ዛንዚባራን እውን ኣለውዋ እዮም ኣፍሪካ። ኣብ ማውረታንያ ካብ ዝርከብ ሰማያዊ ዓይኒ ዘብል መጸውዒ ዝተውሃባ ዝዓበየ ምድረ በዳ ኣፍሪካ ክሳብ እቲ ኣብ ዓለም ዝለዓለ ሙቐት ዘለዋ ጨዋማ ቦታ ዓፋር ዳሉል ተፈጥራዊ ዝበቐቐትላ የለን ኣፍሪካ። ኣፍሪካ ብፀጋታት ተፈጥሮ ዝተዓደለት እያ። ሰላሳ ፐርሰንት ሃፍቲ መዓድን ዓለም ቦትኡ ኣብዚ ኣብ ኣህጉር ኣፍሪካ እዩ። ካብ ነዳዲ ዩራኒየምን ዲያመንድን ብተወሳኺ ኣርባዓ ፐርሰንት ሚኢታዊ ሃፍቲ ወርቂ ዓለም፣ ትስዓ ፐርሰንት ክሮሚየምን ፕላቲኒየምን፣ ኣብዛ ኣህጉር እዚኣ እዮም ዝርከቡ። ካብ ዓለም ሰሰይ ሓሙሽተይ ዝኸውን ተሓራሳይ መሬት ዘለዋ ኣፍሪካ ንዘበናት ብደርቅን ጥሜትን እናተፈተነት ኣእዳዋ እውን ንረድኤት እናዘርገሐት ክትርከብ ተገዲዳ እያ። ኣፍሪካ ተፈጥሮ ዝዓደለታ ሃፍቲ መዝሚዛ ናብ ረብሓ ምውዓል እትጅምረሉ ታሪኽ ጥሜትን ስቓይን ተቐይሩ ቅንዕ ከም እትብል ዘጠራጥር ኣይኮነን። ኮሞሮስ እዋናዊ ኣቦ መንበርነት ሕብረት ኣፍሪካ ካብ ሰኒጋል ተረኪባ እያ። ብመሰረት እዚ ፕረዚደንት ኮሞረስ ኣዛሊ ኡስማኒ ካብ ነበር ኣቦ ወንበር ሕብረት ኣፍሪካን ፕረዚደንት ሰኒጋል ማኪ ሳል ኣቦ ወንበርነት ዕስራ ዕስራ ሰለስተይ ብዕሊ ተረኪቦም እዮም። ፓን ኣፍሪካኒዝም፣ ሃገራት ኣፍሪካ ፈለገታ ብሕታዊት ብባዕዲ ዘይተገዝእት ሃገር ኢትዮጵያ ስዒበን ንናፅነት ተበገሳ። ኣፍሪካውያን ብሕብረት ንናፅነት ኣብ ፖለቲካ፣ ስነ ፅሑፍ፣ ሙዚቃን ካልኦትን ዝተግበርዎ ተረቋሕቲ መልዓል ይከኣሉ እዮም። ኣፍሪካውያን ጩራ ናጽነት ክምልከቱ ዛኸእለት ኢትዮጵያ ልዕልና ጸዓዱ ይኣክል ዘበለ ሓድነት ኣፍሪካ ካብ ድኽነት ብሓባር ንምውጻእ ክንጥቀመሉ ይግባእ፣ ተረባሪብና ናብ እንዓብየሉ ዓቕሚ ክንቕይሮ ይግባእ ዝብል ሓሳብ እናልዐለት እያ ትርከብ። ንዚ ንምግሃድ ድማ ኢትዮጵያ ኣፍሪካን ኣፍሪካውያን ኣብ ግምት ውሽጢ ዘእቱ ስራሕቲ ትውግን ምህላዋ ኣብ መበል ሰላሳ ሽዱሽተ ዋዕላ መራሕቲ ሕብረት ኣፍሪካ ገሊፃ እያ። ኣፍሌክስ ኢዝ አ ሪሰንትሊ ስታብሊሽድ ፕሪሚየር ኢንስቲትዩሽን። ኣካዳሚ መሪሕነት ኣፍሪካ ብጥበብ ኣመራርሓ ኣፍሪካውያን ዘተኣሳስር ኣብ ፖሊሲን ምርምርን ድጋፍ ዝህብ ትካል እዩ። እዚ ኣካዳሚ እዚ ካብ ኩሉ ክፋል ኣፍሪካ ተምሃሮ ተቐቢሉ ዘምህር እዩ። እዚ ድማ መራሕቲ መፃኢት ኣፍሪካ ዝወፅሉ እዩ። እዚ ነንባዕልና ተመኩሮ ንለዋወጠሉ ሓዱሽ ዓውዲ ምትሕብባርና ክኸውን እዩ። and emerging leaders can learn from one another። ፓን-ኣፍሪካኒዝም ነዚ ዘበን እዚ ብዝበቅዕ መልክዑ ምምሕያሽ ዕዮ ገዛ ናይቶም ሕዚ ዘለዉ መራሕቲ ሃገራት ኣፍሪካ ምዃኑ እውን ኢትዮጵያ ኣብ መበል ሰላሳ ሽዱሽተ ጉባኤ መራሕቲ ኣፍሪካን ጎና ጎኒ እቲ ዋዕላ ዝተሳለጡ ካልኦት ዘተታት ድማ እናልዐለቶ ፀኒሓ እያ። ኣፍሪካ እንደ ኮንትነንት ሁል ግዜ
በረሃ ብምትገለፅ፣ ኣፍሪካ ከም ኣህጉር ኩልሻዕ ብጥምየት ትፅራሕ ብድርቂ እትግለፅ ካብ ክትኸውን ዝለምለመት ዝማዕበለት ኣህጉር እያ ተባሂላ ክትፅዋዕ ኣተሓሳስባ ፓን ኣፍሪካኒዝም ብዝጭበጥ ስራሕ ክንድግፎ ትፅቢት ይግበረልና። ሓምለዋይ ኣሰር ነዙይ ጽቡቕ መበገሲ እዩ። ሓቢርካ ምዕባይ ብሓባር ምልማዕ ዝብል ኣረኣእያ ፓን ኣፍሪካኒዝም ናብ መሬት ዝወርደሉ ሓደ መንገዲ ብዝብል ኣረዳድኣ ኢና ፈልሲ ምሰ ጎረባብቲ ሃገራት ዝተማቐልና። ነዚ ዘተባብዕ ስርዓት ምህዳር ንምምላስ ብሓባር ክንረባረብ ይግባእ ዝብል ኣተሓሳስባ ሒዝና ኢና ተላዒልና ንንቀሳቐስ ዘለና። ኣፍሪካ ዓለም ለኻዊ ፀቕጥን ግዜ ዝወለዶም ፀገማት ንክትሳገር ህዝባ በሊዑ ክሓድር፣ ባዶ ኮይኑ ዝኸርም መሬታ ድማ ክሽፈን ሓዱሽ መስርሕ ምትሕባርን ዝተሓደሰን ዝተመሓየሸ ምትሕባር ፓን ኣፍሪካኒዝም የድለያ እዩ። ነዚ ናብ መሬት ንምውራድ ድማ ከምቲ ሕብረት ኣፍሪካ ሎሚ ዘበን ዛካየዶ ከም ናፃ ዞባዊ ንግዲ ኣፍሪካ ዝበሉ ዕድላት ብምኽፋት ዝሓበረትን ድልድልትን ኣፍሪካ ምግሃድ ይከኣል እዩ። ኣፍሪካ ኣፍሪካ ኣፍሪካ ሃገራችን። ኣብ ኣፍሪካን ካብ ኣፍሪካ ወፃኢ ብዝነበሩ ውሑዳት ፀለምቲ ኣፍሪካውያን ምሁራት ዝነበሮም ምትእስሳርን ሓድነትን ብምጥንኻር ኣፍሪካ ካብ ፅዕንቶ ምዕራባውያን ንምንጋፍ ምንቅስቃስ ፓን ኣፍሪካኒዝም ከምዝጀመሩ ይዝረብ እዩ። ምንቅስቃስ ፓን ኣፍሪካኒዝም ኣቢሎም ብዙሓት ኣፍሪካውያን ንሓድነትን ሓርነትን ፀለምቲ ኣፍሪካውያን ቃልሲ ምክያዶም እውን ዝፍለጥ እዩ። ከም እኒ ክዋሚ ንክሮማ፣ ማርኮስ ጋርቨይ፣ ሄነሪ ሰርቪተር ዊልያምስ፣ ጆርጆስ ፓድረምን ደቪስን ካልኦት ሓዊሱ ኣብ ከይዲ ሽሞም ይፅራሕ እዩ። ሎሚ እውን ኣብ ልዕሊ ኣፍሪካ ዝረኣዩ ፅዕንቶታት ንምክልኻል ክኢላታት ስነ ፅሑፍ፣ መንቃሕቲ ማሕበረሰባትን መራሕቲ ፖለቲካን ልዑል ቃልሲ ኣብ ምክያድ ይርከቡ። ካብዚኣቶም ሓደ ድማ ኬንያዊ ፕሮፌሰር ፑሎ ሉማምባ ሽሞም ዝፅራሕ እንትኸውን ባዕዳዊ መግዛእቲ ብኣፍታ ኣፍሪካውያን ኣውሮፓ ንምዕባይ ዝተሓንጸጹ ትልሚ ምዃኑ ዝሕብሩ እንትኾኑ፣ ኣፍሪካውያን ብኣፍሪካኒዝም ተመሪሖም ጸረ ባዕዳውያን መግዛእቲ ምክያዶም ይሕብሩ። The whole idea was to use the resources. ብሓፈሻ ሓሳብ ባዕዳዊ መግዛእቲ ሃፍቲ ተፈጥሮን ሓይሊ ሰብን ኣፍሪካ ንምቁጽጻር እዪ። እዚ ቀንዲ ዕላማኡ ድማ ሃፍቲ ኣፍሪካ ንምዕራባውያን ክውዕል ምግባር እዪ። ኩለን ሃገራት ኣፍሪካ ንሃገራት ምዕራባውያን ተኸፋፊለን ነይረን እየን። ኣፍሪካውያን ድማ ኢድ ንዘይምሃብ ሓያል ቃልሲ ኣካይዶም እዮም። ይኹን እምበር ካብ ኢትዮጵያን ላይበርያን ወፃኢ ግና ኩለን ኣብ ትሕቲ ባዕዳዊ መግዛእቲ ወዲቐን እየን።
መራኸብቲ ማዕኸናት ብሰፊሑ ኣብ ዘይነበረሉ እዋን ጎስጓሳት ፓን ኣፍሪካኒዝብ ኣብ እንግሊዝ ማንችስተር ተረኺቦም ብዛዕባ ኣፍሪካ ምይይጥ ምክያዶም ዝገርሙን ዝነኣዱን ምዃኖም ፕሮፌሰር ሉማምባ ይሕብሩ እዮም። When in nineteen hundred and forty five Africans were represented in Manchester. ኣብ ዓሰርተ ትሽዓተ ኣርብዓን ሓሙሽተን ጎስጎስቲ ፓን ኣፍሪካኒዝም ኣብ እንግሊዝ ማንቺስተር ተራኺቦም ዘትዮም እዮም። ኣብ ዘተ ክዋሚ ንኩርማ፣ ማርክ ኮርቮይ፣ ጆሞ ኬንያታን ካልኦትን ተረኺቦም እዮም። ዕላምኡ ኣፍሪካ ካብ ባዕዳዊ መግዛእቲ ምንጋፍ እዪ። ብዘይ ዝኾነ መራኸቢ ማዕኸን ኣፍቲ እዋን ምርኻቦም ግና እቲ ኣዝዩ ዝገርም ነገር እዪ። ኣብዚ እዋን ዘለዉ ዲጂታል ማሕበራዊ ሚድያታት፣ ኣይነበሮን። ኣፍሪካውያን ካብ ኢድ ኣእታውነት ባዕዳዊ መግዛእቲ ምዕራባውያን ንምንጋፍ ሓድነቶም ከጠናኽሩ ከምዝግባእ እቶም ፕሮፌሰር ሓቢሮም እዮም። We were disunited and we were weak, the predictions of our forefathers. ኣፍሪካውያን ጥንኩር ሓድነት የብልናን፣ በዚ ድማ ድኹማት ኮይንና ኢና። ኣቦታትና ጥንኩር ሓድነት ተዘይሃልዩ ጥንኩራት ኣይትኾኑን ዝብሉና እናረኣናዮ ኢና። ኣብዚ ሕዚ ድማ ጥንኩር ሓድነትን ፓን ኣፍሪካኒዝም ክንሓስብ ይግባእ። ሓድነት ተዘይሃልዩ ድኹማት ኮይንና ኢና ክንቅፅል። ካብ ፅዕንቶ ምዕራባውያን ንምንጋፍ ሓድነትና ክንሕሉ ይግባእ። ኣብ ኣፍሪካ ዝተጀመረ ናፃ ዕዳጋ ኣፍሪካ ሰላምን ፀጥታን ንምዕሳል ዝተጀመረ ሓበራዊ ስራሕ ሓድነት ኣፍሪካ ብምጥንኻር ፅዕንቶ ምዕራባውያን ምትራፍ ከምዝከኣል እውን ይጽራሕ እዩ። ፓን ኣፍሪካኒዝም ብቀዳሞት መራሕቲ ኣፍሪካ እንትጅመር ቀንዲ ዕላምኡ ሓድነት ኣፍሪካ ጋህዲ ምግባር እዩ ነይሩ።
ሓሳብ ፓን ኣፍሪካኒዝም እንትጅምር ዕላምኡ ሓድነት ኣፍሪካ ምርግጋፅ እዩ ነይሩ። መትከል ፓን ኣፍሪካኒዝም ካብ ዘቐንቀና ሃገራት ሽማ ቀዲሙ ዝጽዋዕ ኢትዮጵያ፣ ኣፍሪካ ካብ ባዕዳዊ መግዛእቲ ናጻ ንክትወጽእ ሓቦ ምዃና ታሪኽ ይምስክር። ኣብዚ ሕዚ እዋን ድማ ፓን ኣፍሪካኒዝም ዓለም ለኸ ተወዳዳሪ ዘኽእል ሓሳብ ሒዙ ንክቕጽል ኢትዮጵያ ክትሰርሕ እያ ክብሉ ቀዳማይ ሚኒስተር ዶክተር ኣብይ ኣሕመድ ገሊጾም እዮም። እቶም ቀዳማይ ሚኒስተር ምንቅስቃስ ፓን ኣፍሪካኒዝም ብምጥቃም ኣፍሪካ ሃፍታም መሬታን ሓይሊ ሰብን ክተልምዕ ከም ዝግባእን እዚ ድሌት እውን ድሌት ኢትዮጵያ እዩ ምባሎም ይዝከር። ነዚ ዘረባ ዘኣጠናኽር ሓሳብ ኬንያዊ ፓትሪክ ሉማምባ ናብ ኢትዮጵያ ኣብ ዝመፅእሉ እዋን ተዛሪቦም እዮም። ኣፍሪካ ናተይ እትብሎ ፈጠራ ስራሕ ዘይብላ ኣህጉር ብምዃና ነገራት ክልወጡ ይግባእ ደማ ይብሉ እዮም። ኢንትራ ኣፍሪካን ትሬድ ኢዝ ኖት ኤኒቲንግ ቢዮንድ ፊፍቲን ፐርሰንት፣ ዘ ሎወስት ኤኒዌር ኢን ዘ ወርልድ። ንግዲ ዓርሲ ንዓርሲ ኣፍሪካውያን ካብ ዓሰርተ ሓሙሽተ ሚእታዊ ኣይበለፀን፣ እዚ ድማ ካብ ዓለም እቲ ዝተሓተ እዩ። ሕርሻ እውን እንትንምልከት ኣፍሪካውያን እኽሊ ካብ ደገ እዮም ዘእትዉ። ቴክኖሎጂ ንዓለም ዘፋለጠ ዋላ ሓደ ኣፍሪካዊ ሃገር የለን። ቆፎ ሞባይል ዘፍረየ ሃገር የለን። ቆፎ ሞባይል ንምፍራይ ዘኽእል ጥረ ኣቕሓ ኣብ ዲሞክራቲክ ኮንጎ ኣሎ። ኣፍሪካ ብወራር ኮቪድ እንትትፍተን ንኽታበት ዝኸውን ዋላ ሓንቲ ኪት ዘፍረየት ሃገር ኣፍሪካ የላን። ሓምሳን ሓሙሽተን ሃገራት ኣፍሪካ ካብ ቻይናን ካብ ካልኦት ሃገራትን ኽታበት ይፅበያ ነይረን። እቲ ዝገርም ንፈልጦ ነገር የለን። ኽታበት እዩ ስለ ዝበሉና ጥራሕ ኢና ንኽተብ ነይርና። ቀዳሞት ኣፍሪካውያን ሓድነቶም ንምጥንኻር ከምዙይ ዘበን ቴክኖሎጂን ኮሙኒኬሽንን እንተይሃለወ ውፅኢት ኣምፂኦም እዮም። ሕዚ ድማ ኣፍሪካውያን ሓድነቶም ብምጥቃም ሰላም ምርግጋፅ፣ ሓቢርካ ምንባር፣ ዓለም ለኸ ምትሕብባር ስራሕ እዚ እዋን ምዃኑ ኢትዮጵያ ከም ምትሕባርን ስራሕ እዚ እዋን ምዃኑ ኢትዮጵያ ከም ትኣምን ተገሊፁ እዩ። እዛ ኣህጉር እዚ ምግባር እንተ ኽኢላ ዘለዋ ጥረ ሃፍቲ ብምጥቃም ካብ ተፀባይነት ተናጊፋ ሓደሽቲ ፈጠራ ሓሳባትን ቴክኖሎጂን ዝርከበላ ኣህጉር ክትኸውን ትኽእል እያ እውን ተባሂሉ። ቀጥታ ያልሆነ ግኑኝነት ቀጥታን ዝኾነ ርክብ ባዕዳዊ መግዛእቲ ደው ዝብል፣ ኣፍሪካ ዓርሳ እንትትቅይር እዩ። ብቁጠባ፣ ፖለቲካን ማሕበራዊ ጉዳያትን ምዕባይ እንትንጅምር፣ ሃገራት ኣፍሪካ እውን ነንባዕለን ብዝግባእ እንትተኣሳሰራ እዩ።
ኣፍሪካ ናብ ሓድነት ንክትመፅእ ዝሰርሓቶ ስራሕ ኩልግዜ ትምስገን ኢትዮጵያ፣ ሎሚ ድማ ንልምዓትን ዕቤትን ኣፍሪካ ኣብነት ዝኾኑ ስራሕቲ ምስራሕን ይፍለጥ። ንኣብነት ንምልዓል ዝኣክል፣ መኣድነ ሃገር፣ ትሩፋት ሌማት ዝኣመሳሰሉ ምጥቃስ ይከኣል እዩ። መኣድነ ሃገር ተባሂሎም ካብ ዝተሰርሑ ስራሕቲ ንምፅራሕ ዝኣክል ከም ፓርኪ እንጦጦ፣ ወዳጅነት ኣደባባይ፣ መስቀል ኣደባይ፣ ኣንድነት ፓርክ፣ ጎርጎራ ፕሮጀክት፣ ሓላላ ኬላ ዝኣመሳሰሉ ምግላጽ ይከኣል እዩ። ትሩፋት ሌማት ዝበሃሉ ደማ ሕብረተሰብ ብቐሊሉ ከፍርዮም ዝኽእሉ ኣሕምልቲ ገደናታት እዮም። ኢትዮጵያ ደማ ካብዞም ዝሰርሐቶም ስራሕቲ ብምብጋስ ንልምዓትን ዕቤትን ኣፍሪካ ብዙሓት ስራሕቲ ንክትሰርሕ ትፅቢት ይግበር። ኣብ መወዳእታ ድማ መበል ሳላሳይ ሽዱሽተይ ጉባኤ መራሕቲ ኣፍሪካ እንትዛዘም ቐፃሊ ኣጀንዳ ዕስራ ስሳይ ስለስተይ ንደልያ ኣፍሪካ መፃኢትን ዓለማዊትን ሓያል ኣህጉር ንምቕያር ዝሓንፀፆ ውጥን ማስተር ፕላን እዩ። ኩለመዳያዊን ዘላቕን ልምዓት ንምዕዋት ዝዓለመ ስትራተጂካዊ ማዕቐፍ ኣህጉር ኮይኑ ኣብ ዘበነ ፓን ኣፍሪካዊነት ኣፍሪካ ሕዳሰን ትውልዲ ኣጀንዳ ዕስራ ስሳይ ሰለስተ መራሕቲ ኣፍሪካ፣ ኣጀንዳ ኣፍሪካ፣ ብውድብ ሓድነት ኣፍሪካ ካብ ፀረ ኣፓርታይድ ቃልስን ምምዝጋብ ፖለቲካዊ ናፅነት ኣህጉርን ትኹረትን ቀዳምነትን ክወሃቦ ከምዘድልይ ተገንዚቦም እዮም። ቅድመ ኩነት ሕብረት ኣፍሪካ ኣብ ርእሲ እቲ ኣብ ኣህጉራዊ መድረኽ ንኣፍሪካ ከም ተቖፃፃሪትን ቀዳምነትን ብምሃብ ኩለመዳያዊ ማሕበረ ቁጠባዊ ምዕባለ፣ ዞባዊን ንኡሳን ኣህጉራውያን ውህደትን፣ ዲሞክራሲያዊ ምሕደራን ሰላምን ፀጥታን ቀዳምነት ምሃብ ዝብል እዩ። ኣብ ወርሒ ጉንበት ክልተ ሽሕን ዓሰርተ ሰለስተን ዓመተ ምህረት ብምኽንያት ወርቃዊ ኢዮቤል ሕብረት ኣፍሪካ መራሕትን መንግስታትን ኣፍሪካ ኣዋጅ መበል ሓምሳ ዓመት መግለፂ ፈሪሞም እዮም። እቲ ኣዋጅ ብናይ ባዕላ ዜጋታት እትምራሕ ዝተወሃደትን ምዕብልትን ሰላማዊትን ኣፍሪካ ከምኡ እውን እታ ኣህጉር ከም ጭቡጥ መግለፂ ኣጀንዳ ዒስራ ስሳይ ሰለስቴ ምዃና ምዕዋት ኣብ ኣህጉራዊ መድረኽ ዳይናሚክስ ሓይሊ ዝውክል እዩ። ነዚ ራእይ ካብ ክልተ ሽሕን ዓሰርተ ሰለስተን ክሳብ ዕስራ ስሳይ ሰለስተይ ኣብ ውሽጢ ሓምሳ ዓመታት ንምዕዋት ዝዓለመ እዩ። መጻኢ ኣፍሪካ ብኣቦመንበር ኮሚሽን ሕብረት ኣፍሪካ ነበር ዶክተር ንኮሳዛና ዱላምኒ ዙማ ኣብ ዝጸሓፎ ደብዳበ መዓልቲ ተቖሪጹ እዩ። ኣፍሪካ ብሰንኪ ቀጻሊ መዋቕራዊ ለውጥን ኣጀንዳ ልምዓታ ክትግምግምን ከተመዓራርይን ስለዘድልያ ንኣፍሪካ ነዊሕ ዝጸንሐ ናይ ሓምሳ ዓመታት ልምዓታዊ ጉዕዞ ምሕንጻጽ ኣገዳሲ እዩ። ሰላምን ምዕባለን ቁጽሪ ጎንጽታት ምንካይ፣ ዝተሓደሰ ቁጠባዊ ዕብየትን ማሕበራዊ ምዕባለን፣ ድሌት ህዝቢ ማእከል ዝገበረ ልምዓት፣ ጾታዊ ማዕርነት፣ ምሕያል መናእሰይ፣ ዝቕየር ዘሎ ዓለማዊ ኩነታት ከም ምውሳኽ ዓለምለኻውነት ሰውራ ኣይሲቲን ኣብ ዙርያ ናይ ባዕልኻ ሓበራዊ ኣጀንዳ ደገፍ ንምእካብ ዓቕሚ ዘለዎ ዓለማዊ ሓይሊ ዝገብሮ ሓድነት ምዕባይ ዕድላት ልምዓትን ኢንቨስትመንትን ኣብ ከም ሕርሻ ንግዲ መሰረተ ልምዓት ጥዕናን ትምህርትን ከምኡ'ውን ተወሳኺ ጸጋታት ፍርያት ኣፍሪካ ዝብል እዩ። ኣጀንዳ ዕስራ ስሳይ ሰለስቴ መጻኢ ባህግታት ኣፍሪካ ጥራይ ዘይኮነስ ቁጠባዊን ዕብየትን ምዕባለን ኣፍሪካ ዘዕቡን ለውጢ እታ ኣህጉር ዘቀላጥፉ ቁልፊ ሰንደቕ ዓላማ ፕሮግራማት ዝገልፅ እዩ። ኣጀንዳ ዕስራን ስሳይ ሰለስቴ ንህዝቢ ኣፍሪካ በዝሕን ዓይነታውን ውፅኢት ለውጢ ንክረክብ ኣብ ናይ ዓሰርተ ዓመታት ትልምታት ኣፈፃፅምኡ ቁልጡፍ ስጉምታት ኣላልዩ እዩ።